ኤርትራ ብዛዕባ ቀይሕ ባሕሪ ዓሰርተ ክልተ ነጥብታት ኣውጺኣ። ክንድሕን ክንነብር ስርዓት ፒፒ ምቅባር እያ። ቲዴፍ ክዋጋእ ዝኽእል ምስ ፒፒ ብደንቢ ይጽምዶ ብደንቢ ጌረ እየ ዝድግፍ ብደንቢ ጌረ። ንህልውናና ተሸኪሙና ኣብዚ ከም ዘሎ ኣብ ማዕቶትን ኣብ ግልጋሎትን ኣብ ሸቕልን ዝኒሀ ህዝቢ ጽፉፍ መንግስታዊ መሓውር ክህልወና፣ ሰላም ሰላም ክቡራት ተኸታተልተይ ከመይ ትኾኑ ሎሚ እውን ከምቲ ልሙድ ንዓኹም ይምህርን የዘናግዕን እዩ ዝበልክዎ ሓደሽትን እዋናውን ዛዕባታት እየ ሒዘልኩም መፅየ ዘለኹ ብኣኹም ከምቲ ልሙድ ነዚ ቪድዮ እዚ ላይክ ገርኩም ብምጅማር ክሳብ መወዳእታ መደበይ ምሳይ ፅንሑ ሓደሽቲ ነዚ ቻነል ዝኾንኩም ሳብስክራይብ ብምግባር ቤተሰብ ኩኑ ብምባል ናብቲ ፈላማይ ቪድዮ እስከ ክወስደኩም ሓቢርና ንከታተል ኤርትራ ብዛዕባ ቀይሕ ባሕሪ ዓሰርተ ክልተ ነጥብታት ኣውጺኣ። እቲ ከባቢ ዓሰርተ ክልተ ሚእታዊት ንግዲ ዓለም ዘመሓላልፍ መስመር ቀይሕ ባሕሪ ሎሚ ካብ ተራ ማያዊ መስመር ማእከል መድረኽ ዓለማዊ ውድድር ቁጠባዊ ውትህድርና ኮይኑሉ ኣብ ዘሎ ግዜ ንጸቱ ቀልቢ ዘባውያን ዓለማውያን ሓይልታት ኣብ ዝስሕበሉ ኤርትራ ዓሰርተ ክልተ ነጥብታት ዝሓዘ ንድፊ ብዛዕባ ቀይሕ ባሕሪ ኣፍሊጣ። ኣብዚ ተሃዋሲ እዋን ሓፈሻዊ ቅርጽን ጠማሪ ዘባዊ ጸታን ሰፊሕን ከምኡውን ንሰፊሕ ምትሕባር ዝዕድም ኣሰራርሓ ምትእታው ልዕሊ ዝኾነ እዋን ኣገዳሲ ምዃኑ ብምግላጽ ሓሳቡ ዝጀመረ ጽሑፍ እቲ ዝቐውም መካናዝም ኣብ ሰለስተ ኣዕኑ ተኸፋፊሉ ክረእ ከም ዘለዎ ኣብሪሁ። እቲ ጽሑፍ ወሲኹ እቶም ሰለስተ ኣዕኑ ናብ ሰፍሐን ጽኑዕን ግብራውን ራእይ ክሰጋገሩ እንከለዉ ኣብ ዓሰርተ ክልተ ነጥብታት ተኸፋፊሎም ክረኣዩ ከም ዝኽእሉ ብምብራህ መርገጺ ኤርትራ ኣብኦም ተኸፋፊሉ ክረኣዩ ከምዝኽእሉ ኣነጺሩ። ንጸታውን ሓፈሻውን ኣተሓሕዛ ጉዳይ ቀይሕ ባሕሪ ዘነጽሩ ዓሰርተ ክልተ ነጥብታት ዝሓዘ ንድፊ ኤርትራ ዘበርሀ እቲ ጽሑፍ፣ ቀዳምነት ሓላፍነት ዝስከማ ወነንቲ ሃገራት ምዃነን ብምንጻር ብሓበራዊ ስምምዕ ናይ ምትሕብባር ክግበር ዘኽእል ንነዊሕ እዋን ማሪታይም ንምምሕዳር ዘኽእል ግብራዊ ንድፊ ስራሕ ምዃኑ ኣረዲኡ። እቲ ጽሑፍ ቀጺሉ፣ እዚ ንድፊ ንቐታዊ ጠንቂ ዞባዊ ዘይርጉእነት ብምድህሳስ፣ ንናይ ሃገራት ልእላዊ ግዝኣትን ዘቤታዊ ዓቕምን ጸቒጡ ኣስሚሩሉ። እቲ ጽሑፍ ወሲኹ፣ ኣብ ክንዲ ቀይሕ ባሕሪ ንናይ ሳልሳይ ኣካል መወዳደሪ ዝኸውን ኮሪዶር ጌርካ ምፍቃድ፣ እዚ ዓሰርተ ክልተ ነጥቢ ንጹር፣ ዘላቒ መርሓ ጎደናን መንገዲ ዞባዊ ርእሰ ምርኮሳን ሓበራዊ ምክልኻልን ንነዊሕ ዝኸይድ ጥሙር ጸጥታ ዝመርሕ ምዃኑ ኣረዲኡ። እቲ ጽሑፍ ኣብ መወዳእታ፣ እዘን ዓሰርተ ክልተ ነጥብታት ዝሓዛ ንድፊ ስራሕ፣ ነዚ ተኣፋፊ ኮሪደር ቀይሕ ባሕሪ ካብ ተነቃፊ ናይ ዓለማዊ ናይ ውክልና ማእከል ውድድር ናብ ናይ ገዛእ ርእሱ ዘላቒ ዞባዊ ናይ ርግኣት ክሊ ዝልውጥ እዩ ክብል ኣመልኪቱ። እቲ ጽሑፍ ቀጺሉ ልእላዊ ሓላፍነት ብምሃብ፣ ዓቕሚ ብምህናጽ ከምኡ'ውን ውሽጣዊ ስምምዕ ናይ ምክልኻል ማሪታይም ብምግባር ንዘላቒ ንነዊሕ ዝጸንሕ ግብራዊ ርግኣት ዘኽእል ነጥብታት ከምዝኾነ ኣነጺሩ። ዝምድና ሱዳንን ኤርትራን ርግኣት ቀርኒ ኣፍሪቃን ቀይሕ ባሕርን ቀይሕ ባሕርን ቀርኒ ኣፍሪቃን ማእከል ጂኦፖለቲካ ምስስጋር ውድድር ማያዊ መስመር ኮይኑሉ ኣብ ዘሎ ግዜ ስትራቴጂካዊ ዝምድና ሱዳንን ኤርትራን ንዘባዊ ርግኣትን ምሕላው ሚዛንን ዝለዓለ ግደ ዝጻወት ምዃኑ ኣምባሳደር ሱዳን ኣብ ኤርትራ ኣምባሳደር ዑስማን ኣሕመድ ዓብደልባሪ ገሊጹ። ብመሰረት ታሪኻዊ ምትእስሳርን ሓበራዊ ረብሓን ናይ ክልቴን ሃገራት ዝምድና ሱዳንን ኤርትራን ዝያዳ ዘባዊ ርግኣት ንምፍጣር ልዑል ግደ ከም ዘለዎ ዘብረሀ እቲ ኣምባሳደር፣ ዝምድና ክልቲኤን ሃገራት ንሓበራዊ ራኢ ጸጥታ ቀይሕ ባሕሪ፣ መጻኢ ቀርኒ ኣፍሪቃን ኣገዳሲ ምዃኑ ገሊጹ። ኣምባሳደር ዑስማን ኣሕመድ ዓብደልባሪ፣ ሱዳን ንሰሜን ኣፍሪቃ ምስ ምብራቕን ምዕራብን እተራኽብ ድልድል ኮይና ከም እትውክል ብምግላጽ፣ ገማግም ቀይሕ ባሕሪ ኣገዳስነቶም ኣብ ዝዓበየሉ ዘሎ ግዜ፣ ምስ ዘለዋ ሰፊሕ ናይ ሕርሻ ቦታ፣ ጸጋታት ማይን ማዕድናትን ተደሚሩ፣ ሓዳሲት ሞተር ምዕባለ እዚ ዞባ ዝገብራ'ዩ ክብል ኣብሪሁ። እቲ ኣምባሳደር ቀጺሉ ኤርትራ ድማ ኣብ ቀይሕ ባሕሪ ፍሉይ ጂኦፖለቲካዊ ከባቢ እትርከብ፣ ተስፋ ዘለዋ ወደባት እትውንን ከምኡ'ውን ዝተፈላለየ ሃብታም ባህርያዊ ጸጋታት ዘለዋ ብምዃና ብመንገዲ ቁጠባዊ ውህደትን ፖለቲካዊ ርግኣትን ኣብ ዞባዊ ስርዓት ወሳኒ ግደ ክትጻወት ዘኽእላ ምዃኑ ኣብሪሁ። በዚ ኣጠማምታ ዝምድና ሱዳንን ኤርትራን ብሰናይ ዝምድና ጎረባብቲ ሃገራት ጥራይ ክረኣ ኣይክእልን'ዩ ዝበለ እቲ ኣምባሳደር፣ ናይ ክልቲኤን ሃገራት ስትራቴጂካዊ ሽርክና ብጂኦግራፍ ዝቖመ፣ ብናይ ሓባር ረብሓ ዝተደገፈ ከምኡ'ውን ዘባዊ ጸጥታዊ ቅድመ ኩነት ዘማልእ'ዩ ብምባል ገሊጹዎ። እቲ ኣምባሳደር ወሲኹ፣ ዝካፈልኦ ዶባት ማሕበራውን ባህላውን ምትእስሳር ኣብ መንጎ ክልቲኡ ህዝቢ ክፈጥር ከምኡ ድማ ናይ ንግዲ ምንቅስቓስን ሰብኣዊ ርክብን ኪኖ-ወግዓዊ ወይ መንግስታዊ መቓብር ናይ ሓባር ዝምድና ንምድልዳልን ማሕበራዊ ምትእስሳርን ሓበራዊ ኣገዳስነትን ከማዕብላ ዘኽኣለ ኢዩ ኢሉ። ኣብ ዝሓለፈ ሒዳት ዓመታት ዝተራእየ ዘባዊ ምዕባለታት ኣብ መንጎ ኤርትራን ሱዳንን ፖሊቲካዊ ዝርርብ ስትራቴጂካዊ ርክብን ክኸውን ዝገበረ ኢዩ ዝበለ ኣምባሳደር ዑስማን ኣሕመድ ዓብደልባሪ ኣምባሳደር ሱዳን ኣብ ኤርትራ፣ ኤርትራ ርግኣት ሱዳን ስትራቴጂካዊ ኣገዳስነት ከምዘለዎ ከራጋግጽ እንከሎ ብተመሳሳሊ ጸጥታን ርግኣትን ኤርትራ ከኣ ኣብ ሃገራዊ ድሕነት ሱዳን ዝለዓለ ግደ ዘለዎ ኮይኑ ብምባል ገሊጹ። ኣምባሳደር ዑስማን ኣሕመድ ዓብደልባሪ፣ ስትራቴጂካዊ ዝምድና ሱዳንን ኤርትራን መድረኻዊ ተልእኾ ንኸማልእ ዝተሰገደደ ፖለቲካዊ ምርጫ ኣይኮነን ድሕሪ ምባል፣ ጀኦግራፍ ተወሳሳቢ ድሌት ከምኡ'ውን ሓድነት ዞባዊ ኣከባቢ ዝልውጥ ኢሉ። ዝምድና ክልቲኤን ሃገራት እናሰፈሐን እናዓሞቐን ኣብ ዝኸደሉ ከኣ ጽኑዕ ጸጥታን ርግኣትን ክፍጠር፣ ምዕባለ ከቀላጥፍ፣ ንናይ መጻኢ ብድሆ ክጋጥም ዝኽእል ኣዝዩ ሚዛናዊ ስርዓት ክፈጥር ዘኽእል ክኸውን ኢሉ። ምፍጣር ስትራቴጂካዊ ሽርክና ሱዳንን ኤርትራን ፖለቲካዊ ምርጫ ኣይኮነን ዝበለ ኣምባሳደር ዑስማን ኣሕመድ ብጂኦግራፍን መሰል ጸጥታዊ ምዕባለን ዝቖመ'ዩ ክብል ኣመልኪቱ። ኣምባሳደር ዑስማን ኣሕመድ ዓብደልባሪ እዘን ሃገራት ራእየየን ናብ ትካላት፣ ፕሮጀክት ከምኡ'ውን ዘላቒ ናይ ረብሓ መርበብ እንተ ኣሰጋጊረንኦ ንርግኣት ቀይሕ ባሕሪ ጥራይ ዘይኮነ ከረጋግጽ ንቀርኒ ኣፍሪቃ ካብ መድረኽ ውድድርን ግርጭትን ብምውጻእ ናብ መድረኽ ምውህሃድን ሽርክናን ዘላቒ ምዕባለን ዘሰጋግር ሞዴል ይከኸውን ኢሉ።
ኦኬ ኩቡራት ተኸታተልተይ ከምዚ ክትሰምዕዎ ጸጸናሕኩም ማለት ኤርትራ ሓድሽ ሕጊ ናይ ን ቀይሕ ባሕሪ ነዲፋ ኢና ኽትብለና ጸኒሓ እዛ ጋዜጠኛ ማለት እዩ ብጣዕሚ ደስ ዘብል እዩ ምኽንያቱ በቲ ናይ ባዕልኻ ሕጊ ተውጽሙ እተን ብኡ ክሓልፋ ዝኽእላ ወይ እቲ ብኡኡ ክሓልፋ ዝደልያ ድማ ነቲ ሕጊ ንሱ ተኸቲለን ክኾና ነቲ ሕጊ ንሱ ተማእዚዘን ክሓልፋ ክኽእላ ማለት እዩ። ብዝኾነ ክቡራት ተኸታተልተይ እዚ ካብ ረኣና ናብ ዝቕጽል ቪድዮ ክወስደኩም ከለኹ ከኣ ናይል ከምዚ ንፈልጣ ማለት እዩ ኣብ ጽብኖ ዘለዋ ኣረኣእያ መቸስ ክሳብ ናብ ኤርትራውያን ኣብ መቐለ ዝነበሩ ክሳብ ናብ ዶብ ኤርትራ ዘብጽሐት እንኮ ተባዕ ትግራወይቲ እያ ማለት እዩ። ኣብ ጽምዶ ዊን በዚ ጥራይ ብኡ ዘይኮነ ኣብ ሚዲያ ዊን ኤል ወይስ እትገብሮ ዘላ ንፈልጣ ማለት እዩ ናይል ማለት እዩ። በዝኾነ ሕጂ ዊን ናይል እንተኣ ትብል ኣብዚ ቪድዮ እዚ መጀመርያ ኣብዚ ኩናት ክጅመር ከሎ ትግራይ ሃገረ ትግራይ ክንምስርት ኢና ብምባል ናብ ነፍሲ ወከፍ ትግራዋይ ባንዴራ ናይ ትግራይ ኣብ ክሳዱ ጌሩ ንሪኣ ትብል። ኣብዚ ግዜ እዚ ግን ተስፋ ኢና ቆሪፅና ብጣዕሚ ተስፋ ጥራይ ምቑራፅ ዘይኮነ ዋላ እኳ እቲ ኹናት ደው እንተበለ እቲ ጆንሳይድ ወይ እቲ ሰላሕታ ግን ኣይኣቋረፀን እያ ትብል። ናይል ማዓስዝ ጥራይላ ን ጸምዶ ዊን ብጣዕሚ እየ ዝድግፍን ብጣዕሚ ጥንንዶ ን ኤርትራ ወይ ነምሓራስ ኣብይ ኣሕመድ ሰላም ክገብር እየ ምስ ዝዊል ኣነ ደጋፊቱ እየ ኣትብል ብዝኮነ ናብ ናይል ክወስደኩም ሓቢርና ንካታተል። ሽዑ ግዜ ኩላትና ትግራይ ትስዕር ትግራይ ትስዕር ትግራይ ሃገር ትኾን ንብል ነርና ኣብ ኩሉ ሰብ ክሳድ ናይ ትግራይ ካርታ ነራ ሪእክዮ ተኮይካ ኣብ ኩሉ ሰብ ማለት እዩ በቃ ዝኾነ ሓቦ ነይሩና እዩ ሕዚ ትግራይ ኣኾነይዶ ሃገር ክልል እውን ኣይኮነትን ብትክክል ድሕሪ ውዕሊ ፕሪቶርያ እውን ዓይነቱ ቀይሩ እምበር እቲ ግፍዕታት እንዳቀፀለ እዩ ዘሎ። በጀት የለን፣ መድሓኒታት የለን፣ ብዙሕ ብዙሕ ነገር ተዘርዚርክዮ እንኳን ማለት እዩ። ብታክሲ ክመፅእ ከለኹ ሕዚ ባዕሉስ ዒስራ ቅርሺስ ትራንስፈር ገይረ እየ መፅኤ ካሽ ዝበሃል ነገር የለን። ዊችስ ኣብ ካልኦት ክልላት ዘየለ ነገር ቀስ እንዳበልኩ ህዝቢ ትግራይ ከጥፍኡ ዝብል ፕላን እዩ ነይርዎ። ሕዚ ኣብቲ ሽዑ ግዜ ኩላትና ሓደ ነርና፣ ሕዚ ተመቓቒልና እኒኢና። ሶ ናብ ፅምዶ ክመፀልኪ ከለኹ ኣነ ህዝቢ ትግራይ ምስ ኩሉ ህዝቢ ሰላም ክኾን እኒኦዎ ኢለ እዩ ዝሓስብ። ብፍላይ ድማ ምስ ህዝቢ ኤርትራ፣ ምስ ህዝቢ ኣምሃራ፣ ምስ ህዝቢ ኦሮሞ ማለት እዩ። ሕዚ ተገደደ ኣብቲ ሕዚ እንታይ እኒኢና ኣብ ኩናት እኒኢና እወ ኩናት ሃዋሁ ምስ መን እዩ ቲዴፍ ክዋጋእ ዝኽእል ምስ ፒፒ ምስ ኤርትራ ክንዋጋእ ኢልክ ትሓስቢ ንዋጋእ ዲና ሕዚ ኣብቲ ሕዚ ዘሉ ነባራዊ ኩኔታ ተገደደ ምስ ኤርትራ ኩናት ተሪፉ እዩ እኒኦ ምስ ፋኖ ኣብቲ ሽዑ ግዜ ኣትዩ ምስ ፌድራል ኮይና ብዙሕ ነገር ሓሊፉ እዩ ሕዚ ኣትሊስት ምስ ፋኖ ዝነበረና ነገር የለን ማለት እዩ ኣትሊስት ውግእ የለን ብሓባር ድዮ ምናምን ዝብል ነገር ንግደፎሞ ኣትሊስት ኣብቲ ሕዚ ግዜ ሻዓብያ ኣይወገእናን እዩ ፋኖ ኣይወገእናን እዩ ሓንቲ ንያ እና ሕዚ ምስ ፒፒ ኢና ማለት እዩ ስለዚ ሰላም ደልዮም ኣለዎ ማለት እዩ ስለዚ ሰላም ተይሎም ሰላም ማለት እቲ ዝነበረ ነገር ምርሳዕ ማለት ኣይኮነ ሰላም ማለት ኢትዮ ኤርትራ ጦርነት ነይሩ እኮ ወ ኩሉ ግዜ ኣብይ ኣሕመድ መፅዩ ሰላም ተፈጢሩ ቦርደራት ተኸፊቶ ምናም እቲ ሽዑ ግዜ ዝነበረ ሰላም ንህዝቢ ትግራይ ዘግለለ ሰላም እዩ ኢለ እየ ዝሓስብ ምክንያቱም ኣብቲ ኩናት እውን ብዙሕ ነገር ተፈጢሩ ስለዝነበረ ማለት እዩ ሕዚ ግን በቃ ትክክለኛ ሰላም እዩ እንተይልና ተዘይንዋጋእ ትውግእ ተትሪፍናዮ ንምንታይ ሰላም ዘይንደሊ ብኩናት ኮ ብጣዕሚ ዝተሓሰና ህዝብታት ኢና ኮ ብደንብ ፅምዶ ብደንብ ገይረ እየ ዝድግፍ ብደንብ ገይረ ምስ ህዝቢ ኤርትራ በቃ ባእሲ ኣየድሌናን ሰላም ክንኮነ ኢና ምስ ህዝቢ ኣምሓራ ኣብቲ ፅምዶ ሕዚ እውን ኣምሃሩ ስለ ዘሎ እዮም ኩናት ኣየድሌናን ብደንብ ገይረ እየ ዝድግፎ ኣብይ ኣሕመድ ፅባሕ ንትግራይ ኣይወግእን ሰላም ክፈጥር ንኤኒ ተይሉ ብደንብ ገይረ ይድግፎ እንዳተዋጋእና ኣይንነብርን ኢና ዝኾነ ግዜ እኮ ሕዚ ንምሳሌ ኣብይ ኣሕመድ እንዳደገፍኪ ጽምዶ ኣብዚኣ ተውግዙ ተኮንኪ እዚ ፖለቲካ ኣይኾነን ኣነ ምስ ኤርትራውያን ሰላም ይደሊ እየ ምስ ኣብይ ኣሕመድ እውን ይደሊ እየ ግን ኣሁን ሕዚ እውን ኣብ ልዕሊ ህዝቢ ትግራይ ይወግኣና ዘሎ ኣብይ ኣሕመድ እዩ ምስኡ ኩናት ተተሪፉ ዋይኖት ንምንታይ ሰላም ኩሉ ግዜ ቀዳማይ ምርጫና ስለዝኾነ ማለት እዩ ልዕሊ ህዝቢ ትግራይ ናይ ሰላም ኣድላይነት ዝረኣዮ ሰብ የለን እቲ 213 14 15 ዓመተ ምህረት ቀሊል ኣይነበረን ቀሊል ኣይነበረ ምናልባት ኣነ ርኤ ይፈልጥ ሰብ ብሂወቱ ክቃፀል ከሎ ንመጀመርያ ግዜ ኣብ ኢትዮጵያ ታሪክ ክኾን ይኽእል እዩ ተዘይተጋጌ ማለት እዩ ትግራዋይ እዩ ብሓዊ ተቃፂሉ ርኢኽዮ ትኾንወ ብሂወት ከሎ ብሂወት ከሎ ሞይቱ ሬሳ ዘቃፅሉ እንትናት ነ ብሂወት ከሎ ግን ትግራዋይ እዩ ተቃፂሉ ሰላም ምስኣን እዩ እዚ ስለዚ ኣነ ብምንም ዓይነት መማረፂ ሰላም ንድርድር ኣየእትውን እየ ምስ ኤርትራ ዝግበር ሰላም ምስ ኤርትራ ዝግበር ርክብ ፅምዶ ብደንቢ ይድግፎን ይሰርሐሉን እውን ብደንቢ ገይረ እየ ዝሰርሐሉ ኣነ ምና ክብል ኣይደለን ይድግፍን ፈረቃን እየ ፅምዶ ማለት እዩ ምስ ኣምሓራ ዘለና ኦኬ ኩቡራት ተኻታተልተይ ብጣዕሚ ደስ ዘብል እዩ ምናልባት እስኹም ኣብ ናይ ናይል ዝተፈለየ ሓሳብ ወይ ሃናጽ ሪኢቶ ምስ ዝህልወኩም ኣብ ቦታ ኮመንት ምቕማጥ ኣይትረስዑ እንዳበልኩ ካብዚ ብምቕጻል ሓላፊ ናይ ሕወሓት ማለት እዩ ኣብቲ ኣመራራሕ ዘሎ ማለተየ ንሱ እንታይ እዩ ዝብል ኣብ ኣኼባ ንሕና ወይ እዚ ትግራይ ሰላም እትረክብ ኣብ መቃብር ቢቢ'ያ እዩ ዝብል። ብዝኾነ ንሕና ንዕኡ ከየጥፋእና ወይ ኣብቲ መቃብሩ ኮፍ ከይበልና ሰላም የለን እዩ ዝብል። ብዝኾነ ናብቲ ቪድዮ ክወስደኩም ሕጂ ውን ሓቢርና ንከታተል። ድሐን ክንነብር ስርዓት ፒፒ ምቅባር እያ። እዚ ሓይሊ እዚ እናሃለወ ተጋሩ ህዝቢ ትግራይ ብሄረ ትግራይ ድሕነት ዝበሃል ነገር የብሉን። ብርሰት ጥራሕ እዩ። እቲ ጉዳይ ካብዞም ጸላእትን ካብ ስርዓት ፒፒን ዝመጸና ዘሎ ነገር ተንበርኪካ ናይ ምንባር እውን ኣይኮነን። ሓደ ሰብ ደው ኢሉ ክትቆፅዖ ተንበርከኽ ትብሎ እምበር ተንበርኪካ ኣሓተ ትስኦ ነገር ኣይኮነን። ፖለቲካዊ መንነትና ብሄራዊ መወቀልና መንነትናን ሓፃፂምካ ምጥፋእ እዩ ከምታ ባዕሎም ዝበልዋ እዚ ህዝቢ እዚ ብቐረባ ፍሒርካ እውን ከም ዘይትረኽቦ ኣተሓሳስቡን እምነታቱን ክብርታቱን ኣካላዊ ህልውንኡን ተፋሒሩ ብቐረባ ኣብ ዘይርከብ እዩ ክጠፍእ ዘሎ ዝበልዎ ሕጂ ዳግማይ ዳግማይ እቲ ኩነታት ተፈጢሩ እሞ ንሕና ከፊልና ተጸቢናዮ እንተጸኒሕና እዛ ዝቕልወዐኸት ተግባር ስለዚ መውፂና እንታይ እያ ሕጂ ብርሰት ድሕነት ጥርጥር የለን ክንድሕን ኣለና ክንነብር እውን ኣለና ስርዓት ፒፒ ምስዓር እያ ስርዓት ፒፒ እንቐብር እንስዕር ካሊእ ድሌት ካሊእ ሕልሚ ኢትዮጵያ ከይና ከነመሓድር ስለ ዝደለን ኣይኮነን። ከም ህዝቢ ክንነብርሲ እዚ ሓይሊ እዚ እናሃለወ ስለ ዘይከኣል ስለ ዘይከኣልናን ጥራሕ እዩ። ኣብቲ ዓዲ ክሳብ ዘለና መሰልና ክኽበረልና እቲ ዓዲ ክሳብ ዘለና ካብቲ ዓዲ ክንረኽቦ ዝግባኣና መሰላት ጥቕምታትን ረብሓታትን ምሕታትና ግቡእ እዩ እንተኾነ ቁልፊ ዕላማና ግን ካብ ዝብልና ንለዓል ዘለና እዚ ኢልና እዚ እንድሕር ኮይኑ እዚ ሓይሊ እዚ ክንስዕር ክንቀብር እንድሕር ኮይና እንታይ ደኣ ኢና ክንገብር ዘለና ክንቀብሮ ኣለና ክንስዕሮ ኣለና ክንድምሶ ኣለና ስለ ዝበልካ እቲ ተግባር ምድምሳስን ናብ መቓብር ምእታውን ምስዓርን ስኡል ይፍጸም እዩ ማለት ኣይኮነን። እዚ ንክንገብር ክንገብሮ ብህጹጽ ብቁልጡፍ ክንገብሮ ዝግባእና ነገራት ኣሎ። ስለዚ ተቐጺሉ ዝመጽእ ኣጀንዳና እዚኣ ንምግባር ግዜ ብዘይህብ መንገዲ እንታይ ክንገብር ኣለና ከም ህዝቢ ከም ብሄር ስለዚ እቲ ሓደ ክንገብሮ ዝግባኣና ቁልፊ ናይ መኸተ ዓቕምታትና ምእካብ እዩ ከምቲ ብዙሕ ግዜ እንብሎ ቁልፊ ናይ መኸተ ዓቕምታትና ወሰንቲ ናይ መኸተ ዓቕምታትና ቶሎ ምእካብን ዳግም ምውዳብ ምግባር እየ። ከምታ ናይ ክልተ ሽሕን ዓሰርተ ሰለስተን ዓመተ ምህረት ሕዳር ነገር ብልዕልነት ናይቶም ንግዚኡ ናይቶም ጸላእቲ ምስ ተፈጸመ ታሕሳስ ጥሪ ኣቢልና ብደባይ ዝኸድናዮ ካብ የካቲት ጀሚርና ከዓ ናብ መሰረታዊ መጥቃዕቲ ዘብፅሐና ምድላዋት ስለዚ የካቲት መጋቢት መያዝያ ግንቦት ዳርጋ ሰለስተ ኣርባዕተ ወርሖ ጌርና ኣብ ሰነ ከባቢ ኣብ ሓድሽ ጸባ መጥባዕ መጥቃዕቲ ዝሰገርናሉ ኩነታት ሕጂ ንባዕልና ብዳግም ክንውድብን ክንትስእን ክነለዓዕልን ኣለና እዩ እቶም ዓቕምታት እቶም እዚ ክገብሩ ዝኽእሉ ኣርባዕተ መሰረታዊ ዓቕምታት እዮም ሓደ ህወሓት እዩ ውድብ ህወሓት እዩ ውድብ ህወሓት ሕጂ እውን መሰረታዊ መትከላቱ፣ ህዝባውነቱ፣ ተወፋይነቱን ሒዙ ኣብ ውሽጢ ውድብ ዝነበርዎ ገለ ገለ ፀገማት እውን ምትዕራያት ገይሩ ኣብ ናይዚ ህዝቢ እዚ ድሕንነት ካብ ብርሰት ናይ ምድሓን ልኣላውነቱን ህልውንኡን ንምርግጋጽ ኣብ ዝግበር ጉዕዞ ብዘይ ምንም ፍልልይ ኣብ ሓደ መትከል ኮይኑ ከም ዝጋደል ሙሉእ ብሙሉእ እውን ወሲኑ ህዝቡ ክመርሕ ኣብ ሓደ መስርዕ ኣብ ሓደ ሕርመት ዝኣተወሉ ኩነታት እዩ ዘሎ ብንጹር በቲን በቲን በቲን በቲን ሰምዕዎም ነገራት ዝናፈሱ ነገራት ክህሉ ይኽእሉ ካብ ቀደሙ እውን በቲን በቲን ዝናፈስ ዝነበረ ነገር ኣብዚ ከም ዝበለ መሰረታዊ ናይቲ ብሔር ኣጀንዳ ፍልልይ ገጢሞ ይፈልጥን ፍልልይ ገጢሞ ይፈልጥን ኣብ ውሽጢ ህወሓት በሪሕነት እውን ኣብቲ ነፍቲን ዝለዓል እተነበረ እውን እዚ ዶ ጉድለት ይህልወና እዚ ዶ ጉድለት ይህልወና ኣይ እዚ ጉድለት ዘይኮነን እዚ ጉድለት እዚ ከምዚ እዩ ኢልካ ኣብ ምርኣይ ዝነበረ ነገር ተዘይኮይኑ ኣብዚ ከምዘለ መሰረታዊ ናይ ህዝቢ ናይ ብሄር ኣጀንዳ ፍልልይ እውን ነይሩ ኣይፈልጥን ሕጂ እውን የለን ክቡራት ተኸታተልተይ እዚ ክትሰምዕዎ ዝፀናሕኩም እዩ ምናልባት እስኹም ከ ዝተፈለየ ሓሳብ ወይ ሃናፂ ርእይቶ ምስ ዝህልወኩም ኣብ ቦታ ኮመንት ምቕማጥ ኣይትረስዑ እንዳበልኩ ካብዚ ብምቅጻል ምስዚ ዝተሓሓዝ ማለት እዩ ናይ ትግራይ ሓደ ጀነራል እንታይ እዩ ዝብል ማለት እዩ ንሕና ንህዝቢ ትግራይ ክንምእዘዞ እዩ ዝግበኣና ኣብዚ ምኽንያቱ ንሱ እዩ ኩሉ ነገር ዝኾነልና ስለ ዝኾነ እዩ ድማ ብኡኡ ክንእዘዝ ኣለና ትምኒተይ እውን ትምኒት ጥራይ ዘይኮነ ግዴታ ፈጣሪ ተተሓዊስዎ ክትግበሪ እዩ ዝብል እስኪ እቲ ትምኒቱ ሓቢርና ንከታተል። ህልውናና ተሸኪሙና ኣብ ዝኸድ ዘሎ ኣብ ማዕቶትን ኣብ ግልጋሎትን ናብ ሸቕልን ዝኒሀ ህዝቢ እዚኣስ ክውድኣልኩም እየ ዝብል ስስዕና ዘይቕበል ፅፉፍ መንግስታዊ ማሕበር ክህልወና ምግባር ወሲካ ጠቕላላ ኣካይዳና ክነፃፎ ኣለና ንሱ እዩ ነቲ ኣብቲ ኩናት እውን ክንስዕር ዝገብረና ዝብል እዩ ዘለኒ ትግራይ ክትኮኖ ዝምነዮ ጥራሕ ከይኮነስ ምዃኑ ኣይተርፍን ኢለ ዝኣምኖ ቀዳማይ ምዕራፍ ዝሕዝ እኒሀ መከራ ስዒርና ምስ ተጋሩ ብሰላም ምንባር ጥራሕ እዩ ግቡእ ካሊእ መማረፂ ሒዙና ክጠፍእ እዩ ምሰኣቶም ሓቢርካ ምሽቃል እዩ ፅቡቕ ኣብ ዝብል ምዕራፍ ክንበፅሕ ኢና ዝብል እምነት ኣለኒ ስኢሉ ስፕሪቹዋል እምነት ኣይኮነን መሪሕነት ትግራይ ምስ ህዝቡ ከፊሉ ምምካር እንትጅምር እንተሎ ዝኣነ ዝዛረቦ ዘለኹ ዝፈልፈለሉ ሓሳብ እውን ኣብ ባይታ ክረኽቦ እዩ ስለዚ ኣብኣ ክንበፅሕ ኢና ካልኣይ ምዕራፍ ህንፀት ሃገር ብስሉጥ ከመይ እዩ ዝምዕብል ንዝብል ሕቶና መልስና ጉዕዞ ክንጅምር ኢና ሕዚ እውን ናቱ ኣካል ኢና ንኸ ዘለና ጭውነት ስክፍታ ይሃሎ ይሃሉ ብወድዓውነቱ እዚ ናይ ገባቲ ስርዓት ኣብ ዝባንና ከይወዲቑ ካልእ ዕዳን ዕንድዳን ከየምፀልና ደኣ ንሕሰብ እምበር ምስረታ ሃገር ከም ባህጊ ህዝቢ ትግራይ ክትቅፅል እያ። ግን ኣንፈት የድልዮ። ውዳበ የድልዮ፣ ንጽርታ የድልዮ። እታ ንጽርታን ኣንፈትን ከኣ ክትመጽእ እያ። ዘሕዝንያ ጽንክርቲ ኩነታት እማ ክተራኽበና እያ መሪሕነትን ህዝብን። ግን ህዝቢ ክመክር ኣሎ ብድሕሪኣ ክተስግሩና ዲኹም ኢሉ ኣብ በቦትኡ ዝሓታ ክነስግሮ እንኽእል ምዃንና ዝቁርጥጠላ ብልሓት ክሕንፅፅ ኣለዎ ህዝቢ ትግራይ ክሕንጽጽ ዝገብርዎ ካብ ፖለቲካዊ ስልጣን ወጻኢ ዝኾኑ ደቁ ተመራመርትን ሓሰብትን ተወፈይትን እውን ምስኡ ኮይኖም ክሰርሑ ኣሎ መቐላዕዮም እውን ክትከውን ኣሎ ካብኡ ግስጋሴ ክንጅምር ኢና እዩ ዝብል ከይዱ ከይዱ እዚ ከባቢ እዚ ካብ ረምፅን ጎንፅን ወፃኢ ኣይኾንን ምክንያቱ ዓለም ናይ ምግባትን ናይ ዓርስኻ ምክልኻልን መስተጋብር እዩ ዘንበራ ዘሎ ገባቲ እውን ዓብዩ ዘይነበረን ንማዕርነት ዝቃለስ እውን ኣይዓብለለን ኣብዚ ሓይሊ ሚዛን እዚ ኢና እኔና ክሳዕ ክንደይ ዘበን ከምኡ ከም እንቕፅል እውን እዚ እዩ ክብል ኣይክእልን ኣብ ከምኡ ዓይነት ሃዋሁ ኣብ ሳይንስ ኣብ ማእቶት ኣብ ኢንዱስትሪ ዝነጥፍ ምሁር ህዝቢ ዝበዝሓ ተምሃራይ ህዝቢ ዝበዝሓ ትግራይ ምዃኑ እውን ክትጅምር እያ ኢለ እኣምን። ኣብ ናሃተይ ዕድመ ናሃተይ ዕድመ እንትብል ተለኹስ ኣነ ክነብሮ ክንዲ ዝኽእል ዕድመ ማለት እዩ። ኣነ ሃለኹ ይሃለኹ ዝኾነ ይኹን ዓርሓ ወጦጦ በትሩ ዘየዋጣው ጠላ ትግራይ ክትከውን እያ ኢለ ግን ንኣምን ሕዚ እውን ጀሚራ ኣላ ከማ ዝኾነ ይኹን ከዋጣው ጠላ ዘይክል ምዃኑ ኣይሰራሕናሉን ኣይኮላዕናይ ንበር ከምኡ እዩ ዘሎ ግን ክዳላደል እዩ ትካላዊ ዝኾነ መንገዲ ኣይተዋጣውጥ ወይ ሓቢርና ንንበር ወይ እናዋጣወጥካ ኣይትነብርን ክንብል ኢና ጥራሕ ኣይኮነስ ናብ ከምኡ ዓይነት መደምደምታ ክበፅሕ እቲ ዞባና ኢለ ዝኣምን።
ኦኬ ክቡራት ተኸታተልተይ ሕጂ ውን ከምቲ ልሙድ ናይዚ ዝተፈለየ ሓሳብ ምስ ዝህልወኩም ኣብ ቦታ ኮሞንት ምቕማጥ ኣይትረስዑ እንዳበልኩ ክቡራት ተኸታተልተይ እስከ ካብ ዞባና ውጽእ ኢልና ብዛዕባ ኢራንን እስራኤልን ወይ ዩክሬንን ሩስያን ከ እንታይ እዩ ዝበሃል ዘሎ? ምክንያቱ ብጣዕሚ ዘሕዝን እዩ ኣብዚ ግዜ እዚ ዝወጽእ ዘሎ። ንሱ ድማ ዩክሬን ናብ ሩስያ ማለት እዩ ብናይ ሰሜን ኮርያ ኣጽዋር ብምግባር ማለት እዩ ናብ ዩክሬን ሙሉእ ለይቲ ከተቃጽሎ ሓዲራ እዩ ዝበሃል ዘሎ ሙሉእ ከተማታት ናይ ዩክሬን። ብዝኾነ እስኪ ጥራይ መዓስ ንሱ ማለት እዩ ኢራንን ኢመሪካንን ክሳብ ሕጂ ዋላኳ ስሕት ኢለን ዝተሃራረማ እንተነበራ ነቲ ውዕል ጥሒሰን ኣብ ሎሚ ግን ምሉእ ብምሉእ እቲ ውዕል ብምፍራስ ክልቲኤን ክጣቓቓዓ እየን ዝጅምራ ዘለዋ። ኢመሪካን ኣብዚ ግዜ እዚ እንታይ ኢሉ ትራምፕ ማለት እዩ ኢራን ጻዕዳ ከየንጠልጠለት ንሕና እዚ ኲናት እዚ ደው ክብል ኣይክእልን እዩ ኢሉ ኩም ማለቱ ድማ ሰላም እንተዘይላ ንሕና ኣይነቋርፅን ኢና እዩ ኢሉ። ብወገና ኢራን እውን ናቱ ተኸቲላ ማለት እዩ። ንሕና ዋላ ሓንቲ ዝጎደለና ነገር የለን፣ ስለዚ ንሶም እንተዘይተመርኪኾም ንሕና ኣይንምርክኽን ኢና ኢላ። ብዝኾነ ናብዘን ክልተ ቪድዮ ክወስደኩም ሓቢርና ንከታተል።
ሩስያ ኣብ ከተማታት ዩክረይን ሰፊሕ መጥቃዕቲ ሚሳይላትን ሰብ ኣልቦ ነፈርትን ኣካይዳ። ሰራዊት ሩስያ ኣብ ሓያሎ ከተማታት ዩክረይን ዝተዋደደ ማዕበል መጥቃዕቲ ሚሳይላትን ሰብ ኣልቦ ነፈርትን ኣብ ሓደ ለይቲ ከም ዘካየደ ሰብ መዚ ዩክረይን ገሊጾም ኣለዉ። ኣብ ርእሰ ከተማ ኬቭ ዝተፈጸመ መጥቃዕቲ፣ ኣብ ኣውራጃ ኦሊዝቪስኪ ኣብ ንግድን ህንጻታትን ዕዳጋታትን ከባቢታት ሰፊሕ ባርዕ ሓዊ ከም ዘስዓበን ሓያለ ሰባት ድማ ከም ዝቖሰሉን ክፍለጥ ተኻኢሉ ኣሎ። ኣብ ከተማ ክሪቭሪህ እውን ሚሳይላት ነቲ ኣብታ ሃገር ዝዓበየ ትካል ምፍራይ ሓጺን ኣርሰሎሜታል ብምውጋዕ፣ ድሕሪ እቲ መጥቃዕቲ ገለ ክፋል ናይቲ ፋብሪካ ክዕጾ ተገዲዱ እዩ። ሰብመዚ ዩክረይን ኣብቲ ከተማ ጉድኣት ከም ዝበጽሐ ኣረጋጊጾም ኣለዉ። እዚ ከምዚ ኢሉ እንከሎ፣ ዞባ ዛፓሪዝያ ኣብ ዝሓለፈ ዕስራን ኣርባዕተን ሰዓታት ልዕሊ ሽሕን ክልተ ሚእትን መጥቃዕቲ ነፈርቲ ከም ዘርኣየን ክልተ ሰባት ከም ዝሞቱን ሰበስልጣን እቲ ከባቢ ገሊጾም ኣለዉ። እዚ ዳሕረዋይ መጥቃዕቲ መቐጸልታ ናይቲ ሞስኮ ኣብ ልዕሊ ዓበይቲ ከተማታት ዩክረይን ስትራተጂካዊ ትሕተ ቅርጺ ዘካየደቶ ከቢድ ደብዳብ ነፈርቲ እዩ ዝርእ ዘሎ። ኣብ መንጎ ኣመሪካን ኢራንን ቅድሚ ክልተ ወርሒ ዝተፈረመ ተኹሲ ደው ናይ ምባል ስምምዕ ሎም መዓልቲ ኤክስፓየር ኮይኑ ኣሎ። ሕጂኸ ናበይ ገጾም እዮም ክኸዱ እናተባህለ ኩሉ ዓለም ይከታተል ኣሎ ማለት እዩ። ትራምፕ ግን ትራምፕ ዘጎንፎ መቸም ክዋዘ መዓት እንዲ ኮይኑ ዘሎ ኢራን ጻዕዳ ባንዴራ ከተንበልብል ኣለዋ ኢሉ እዚ ድማ ኢዳ ክትህብ ኣለዋ ማለት እዩ እንተኾነ ግን እዚ ዘይሕሰብ እዩ ተዋዛየ ስለ ዝኾነ እዩ ከምኡ ዝብል ዘሎ ትራምፕ ማለት እዩ እንተኾነ ግን ናበይ ገጾም ክኸዱ እዮም ሕጂ እንታይ እዩ ኣመሪካ እንታይ ኢላ ትፍክር ዘላ ብቁጠባ ከነዳኽማ ኢና ንኢራን ኢሎም ማለት እዩ ነዳዲ ከም ድሌታ ከም ዘይትሸይጥ ብምግባር እቲ ብሎኬድ ጌርናዮ ዝብልዎ ዘለዉ በተን መራኽብ ከም ድሌታ ነዳዲ ከም ዘይትሸይጥ ብምእጋድ ብምኽልካል ብቁጠባ ከነዳኽማ ኢና ይብሉ ኣለዉ። ኢራን ከዓኒ ነቲ ኩናት ብምንዋሕ ክምክታ እየ ንኣመሪካ ትብል ኣላ ማለት እዩ። ስለዚ እሳቶም ብቁጠባ ክዋግኡ ክፍትኑ እዮም እሳ ከዓኒ ነቲ ኲናት እናናወሐት ኣመሪካ ክትጻወሮ ከም ዘይትኽእል ብምግባር እቲ ስትራተጂ ብኸምኡ እያ ሒዛቶ ዘላ ማለት እዩ። እዚ ከኣ ናይ ህላወ ጉዳይ ስለ ዝኾነ ግድን እዩ ኢራን ክትስዕር ማለት እዩ። ኣመሪካ ግን ናይ ምርጫ ኲናት እያ ትገብር ዘላ። ከምቲ ቅድሚ ሕጂ ኢለኩም ዝነበርኩ ዎር ኦፍ ቾይዝ እዩ ናይ ኣመሪካ። እንተደልያ ክትገድፎ ትኽእል እያ ማለት እዩ። ነቲ ስዕረት ምቕባል ስለ ዕረ ስለ ዝጠዓሞም ምዃን ስለ ዝኣበዮም እምበር ድሕር ድኣ ገዲፎሞ ንኢራን ምጥቃዕ ድሕር ድኣ ገዲፎሞ ኢራን ንዕኦም ተጥቃዓሉ ምክንያት የብላን ማለት እዩ ናቶም ዎር ኦፍ ቸይዝ ብምርጫ ዝገብርዎ እዩ ኢራን ግን ፈትያ ጸሊኣ ክትምክት ስለ ዘለዋ ናይ ግድን እቲ መኸተኣ ክትቅጽል እያ መጠረሻ ከኣ ንስኣ ክትስዕሮም ማለት እዩ ካልእ ዝስማዕ ዘሎ ወረ ድማኒ ትራምፕ ደቡብ ኮርያ ምስኡ ኮይና ስለ ዘይተዋግእት ንኢራን ስለ ዘይሃረመት ቅድሚ ሕጂ ልክዕ ከም ኣውሮጳ ኮሪላ ነይሩ ደቡብ ኮርያ እውን ሕጂ ሓሪቑ ምስ ሰሜን ኮርያ ፅግዕግዕ ብል ኣሎ ወይ ከዓኒ ንደቡብ ኮርያ ጠሊሙ ናይ መጀመርታ ፕሬዚደንት ንደቡብ ኮርያ ዝጠለመ መራሒ ናይ ኣሜሪካ ብምዃን ምስ ሰሜን ኮርያ ፅግዕግዕ ይብል ኣሎ ናብኡ ገፁ ይውግን ኣሎ እንዳተባህለ ይሕመ ኣሎ ማለት ማዕረ ክንደይ ሓቅነቱ ክረአ እዩ ማለት እዩ ዝኾነ ኮይኑ እቲ ተኽሲ ናይ ደው ናይ ምባል ስምምዕ ኤክስፓየር ኮይኑ ኣሎ ናበይ ገፁ ከም ድኸይድ ግን ሓቢርና ንሪኦ ክኸውን እዩ እዚ ፕላስ ምልክት ኣይትረ
ኦኬ ክቡራት ተኸታተልተይ ናይ ለማዓንቲ ቪድዮ ነዚ ዝረኣኹሞ ይመስል ነይሩ ተማሂርኩምን ተዘናጊዕኹምን ክትኮኑ ተስፋ እንዳገበርኩ ፅባሕ ብኻልእ ቪድዮ ክሳብ ንራኸብ ሰሰናዩ ንዓኹም ላይት ኢንተርቴመንት ላይት ኢንተርቴመንት